ዕሸል ኣብ ማህጸን ኣዲኡ እንከሎ ብሰራውር ደም ኣዲኡ ገይሩ ብኾፍ እንከሎ እዩ መግቢ ዝመጾ። ንሱ ኣይሓስብ፣ ኣይጽዕር፣ ኣይጽበ፣ ኣይጭነቕን። ኣብ ውሽጢ ማህጸን ኣዲኡ ኮይኑ እናተንሳፈፈ ብህድኣትን ብደስታን ሰላማዊ ህይወት እዩ ዝመርሕ። እዛ ዓለሙ ግን መወዳእታ ኣለዋ። ሓደ መዓልቲ ኣብቲ ማህጸን ምንቅጥቀጥ መሬት ብዝጥዕም ኣገባብ ብኹሉ ወገናት ክናወጽ ይጅምር። ሓጎጽጎጽ ዝብል ድምጽታት ብኹሉ ወገናት ይቃላሕ። ናይ ቅልውላዉ ኣውያትን ጭደራን ድምጺ ብኹሉ ኩርናዓት የድሂ። እቲ ዕሸል ዝዛረብ ነይሩ እንተ ዝኸውን፣ ምስ ኣዲኡ ብኸምዚ መንገዲ ምተዛተየ ነይሩ። ዕሸል፣ ማማ! ማማ እቲ እንታይ እዩ ዘንቀጥቅጥ ዘሎ? እንታይ እዩኸ እዚ ኹሉ ጫውጫው? መወዳእታ ዓለምዶ ኮይኑ እዩ? ይብላ። ኣዲኡ ድማ፣ ኖኖ ዝወደይ፣ እዚ መወዳእታ ዓለም ኣይኮነን ኣይትሰንብድ። እዚሲ መጀመርያ ናይታ ሓዳስ እትኣትዋ ዘለኻ ዓለም እዩ። ትብሎ። እቲ ዕሸል ግን ኣይሕጎስን። ከመይሲ፣ እታ ብኸፉ ዝበልዓላ ዝሰትየላ ዝነበረ ጥዕምቲ ማህጸናዊት ዓለሙ፣ ናብታ ጻዕርን ድኻምን ዝመልኣ መሬታዊት ዓለም እዩ ዝኣቱ ዘሎ። በዚ ምኽንያት ዶ ይኸውን ህጻን ናብዛ ዓለም ክኣቱ እንከሎ ዝበኪ? ግን ከኣ ፈትዩ ጸሊኡ ክኣቱ ኣለዎ፣ ንድሕሪት ምምላስ ዝበሃል ነገር የለን። ህጻን ክውለድ እንከሎ ዝበኪ፣ ካብቲ ዝለመዶ ምቾት ክወጽእ ስለ ዝፈርሕ እዩ። ንስኻኸ ስለምንታይ ድሕሪት ትተርፍ ኣለኻ? መመኽነይታ እናደርደርካ ኣብታ ዝለመድካያ ናይ ምቾት ዞባ ተሓቢእካ ስለ ዘለኻ እዩ። ከምዚኣስ ኣጋጢማትካ ዶ ትፈልጥ? ትማሊ ምሸት ጽባሕ ንጎ ተሲኤ ክጽሊ እየ ወይ ስፖርት ክሰርሕ እየ ወይ ድማ ነታ ደው ዘበልክዋ ስራሕ ክጅምራ እየ ኢልካ ትድቅስ። ንጎ እታ ሰዓት ክትድወል እንከላ ግን ሓደ ፍኹስ ዝበለ ድምጺ ብውሽጥኻ ጥዕምቲ ድቃስ እንድያ ዘላ ሓሙሽተ ደቒቕ ጥራሕ ውስኽ ሓሙሽተ ደቒቕ እንታይ ክገብረካ ኢሉ ይብለካ እዚ ሓሙሽተ ደቂቅ ግን እታ ዝዓባበየት መመኽኒት እያ ቁሩብ ቲክቶክ ጥራይ ክርኢ ኢልካ ከ ሞባይልካ ተልዕላ ዶ ግዜ የብለይን እናበልካ ግን ክልተ ሰዓት ኣብ ፌስቡክን ቲክቶክን ይጠፍእ እቲ መመኽነይታ ግዜ ስለ ዘይብልካ ዘይኮነስ ነቲ ዘለካ ግዜ ብኸመይ ከም እተባኽኖ ስለ ዘይፈለጥካዮ እትጥቀመሉ ሓሶት እዩ ድሓር ክሰርሖ እየ ክላእ ሎሚ ሰልችኒ ጽባሕ ዶ ይሓይሽ ካብ ሶኒ ክጅምር እየ ትብል ድሓር ማለት ግን ሕጂ ንምስራሕ ሰኒፈ ኣለኹ ማለት እዩ ክሳብ መዓስ ኢኻ ንሂወትካ ደሓር ጽባሕ እናበልካ ክትነብራ ሂወትካ እኮ ትሓልፍ እያ ዘላ ዝተዋህበካ ግዜ እውን ይውዳእ እዩ ዘሎ ንስኻ እናዓበኻ ደኣ እምበር እናነኣስካ ኣይኮንካን ትኸይድ ዘለኻ ብምኽንያታ ስለምንታይ ከም እትፈጥር ትፈልጥ ዶ ምክንያቱ ንክትሰርሕ ትፈሽል ኢኻ ገንዘብ ስለ ዘይብለይ እምበር ከምዚ ኮም ገበርኩ ክትብል እንከለኻ ንባዕልኻ ካብ ናይ ስራሕ ሓላፍነት ትከላኸለላ ኣለኻ መመኽነይታ ካብቲ ከተገጥሞ ዘለካ ሓቂ ክትሃድመሉ መሕብኢ ካርቶን እዩ። መመኽነይታ ሰለስተ ዝተለመዱ ኣስማት እዮም ዘለውዎ። ቀዳመይቲ ኣይጥዕመንን እዩ ምባል። እዚ ማለት ስራሕትካ ኣየገድሰንን እዩ ማለት እዩ። ካልኣይከ ዓቕሚ የብለይን። እዚኸ ዛጊት ክመሃር ፍቓደኛ ኣይኮንኩን ትብል ኣለኻ ማለት እዩ። ሳልሳይ ድማ ሰባት ኣይሓጎዙንን። ኩስቶ እንድዩ ዘይሓገዘኒ፣ ዘመደይ ዘይሓገዘኒ፣ ኣቦይ ኣደይ ዘይሓጎዙኒ ክትብል እንከለኻ እቲ ናትካ ሕመቕ ንሰባት ከተውርዶ ከለኻ ማለት እዩ። እዚ ንነብሰይ ሓላፍነት ይወስደላ ኣይደለኹን ማለት እዩ። ነዚኦም ምስ ኣለለኻዮም ኣብ ልዕሌኻ ሓይሊ ኣይክህልዎምን እዩ። ነዚኦም ከመይ ጌርና ከም እንኣልዮም ደረጃ ብደረጃ ክንርእዮ ኢና። ቀዳማይ ደረጃ ነቲ ሓሶት ኣለልዮ። መመኽነይታ ምስ መጸካ እዚ ሓቂ ድዩ ወይስ መመኽነይታ? ኢልካ ንርእስኻ ሕተታ። ደኺመ ኣለኹ ክትብል እንከለኻ ብሓቂ ድዩ ኣካላትካ ደኺሙ ዘሎ ወይስ ኣእምሮኻ እዩ ክስነፍ ደልዩ? ንርእስኻ ምሕሳው ደው ምስ ኣበልካ ዓወትካ ሽዑ ክጅምር እዩ። ካልኣይ ደረጃ እቲ ናይ ሓሙሽተ ካልኢት ሕጊ። ሓንቲ ስራሕ ክትሰርሕ ሓሳብ ምስ መጸካ ቅድሚ መመኽነይታ ምእታውካ ሓሙሽተ፣ ኣርባዕተ፣ ሰለስተ፣ ክልተ፣ ሓደ ኢልካ ተሲእካ ጀምር። ኣእምሮኻ መመኽነይታ ንኽፈጥር ግዜ ኣይትሃቦ። ንምኽኔታ ልክዕ ከም ማክያ እዩ፣ ግዜ እንተሂብካዮ ደሓር ንኽትኣልዮ ክብድ ይብል እዩ። ሳልሳይ ደረጃ ስቕታን ውጽኢቱን። ንሰባት ስለምንታይ ከም ዘይገበርካዮ ከተረድኦም ኣይትፈትን። ንሰባት መመኽኔታ ክትነግሮም እንከለኻ ንዓኣቶም ዘይኮነስ ንርእስኻ ኢኻ ኮንቱ ትገብራ ዘለኻ። ስቕ በል እሞ ስራሕ። ዓለም ብመመኽኔትኻ ኣይኮነትን ትዝክረካ፣ ብውጽኢትካ እያ። መመኽኔታ ንሎሚ ይፍታሕ መስለካ እዩ፣ ጽባሕ ግን ከም ሓዊ ኮይኑ እዩ ዘቃጽለካ። ጻዕርኻ ንግዚኡ ይኸብድ እዩ። ጣዕሳ ግን ናይ ዘልኣለም ስቃይ ስለ ዝኮነስ ጻዕሪ ይሓይሸና ድሕሪ ዓሰርተ ዓመት ስለምንታይ ሽዑ ዘይጀመርክዎ ግዜ ነይሩኒ እንድዩ ከምዝስ ምገበርኩ ነይረ እንድየ ኢልካ ካብ እትጣዓስ ሎሚ ደኺምካ ክትሓልፍ ይሓይሽ መመኽነይታ መስትያት ናይ ድኽነትካ ዩ እምበኣርከስ እታ መዓልቲ ሎሚ እያ ሓርማዝ ኒሻ እንከለዋ ብቀጢን ገመድ እዮም ዝኣስርዎ። እቲ ሽዑ ግዜ ንእሽተይ ከሎ እታ ገመድ ንኸይንቀሳቐስ ትሕልዎ እያ። ክፍንጽጋ እውን ኣይክእልን እዩ። ደሓር ዓቢ ዓቢ ግጅፍ ምስ ኮነ ግን ኣብ ኣእምሮኡ እታ ክብንጥሶ ኣይክእልን እየ እትብል ሓሳብ ምስኡ ስለ ትዓቢ መመኽነይታ እናሃበ እዩ ደው ዝብል። ምስ ዓበየ እታ ገመድ ንክብንጥሳ ተበግሶ ጥራይ እያ ተድልዮ በቃ እታ ሱብ ቀዳመይቲ ስጉምቲ ጥራይ እያ ተድልዮ ንዑዑ ግን እታ ንእሸይ ገመድ ዘይኮነስ እቲ ኣእምሮኣዊ መመኽነይታ እዩ ኣሲርዎ ዘሎ ሓወይ ሓፍተይ ንሕና ውን ሎሚ ንመመኽነይታና ንደርብዮ ሂወትና ትጽብየና እያ ዘላ ካብ ሎሚ ጀሚርና ስለምንታይ ዘይኮነስ ከመይ ጌረ ክሰርሖ እየ ኢልና ንሕሰብ ንትስእ እሞ ሕልምና ካብ መቓብር መመኽነይታ ነውጻዮ የቐኔለይ።